ሰላም ክቡራት ተኸታተልተይ ንሕጂ ክልተ ዛዕባታት እየ ሒዘልኩም መጽየ ዘለኹ እታ ሓንቲ ንጉዳይ ማእከላይ ምብራቕ ማለት ኣብ መንጎ ኣሜሪካን እስራኤልን ኢራንን ተኸሲቱ ዘሎ ኩነታት እታ ሓንቲ ከኣ ንጉዳይ ረፈረንደም ካናዳ ናይዛ ኣልበርታ ትበሃል ኣውራጃ ማለት እዩ ሓራይ በቲ ቀዳማይ ክጅምር ማእከላይ ምብራቕ ማእከላይ ምብራቕ ክብል እንከለኹ እዚ ኩናት ናይ ማእከላይ ምብራቕ ብዕለት 28 ለካቲት 226 ኣሜሪካን እስራኤልን ኣብ ልዕሊ ኢራን መጥቃዕቲ ምስ ፈጸማ ብድሕሪኡ ከኣ ኢራን መልሰ ግብሪ ሂባ ከምኡ ኢሉ እቲ ኩናት ተወሊዑ ማለት እዩ ክሳዕ ሕጂ ከኣ ዋላ እኳ እቲ ኩናት ካብ ዕለት ሸውዓተ ሚያዝያ ዝግ እንተበለ ማለት ውዕል ምቁራጽ ተኹሲ እንተካየዱ ክሳዕ ሕጂ ግን ኣይ ሰላማይ ኩናት እዩ ዘሎ እቲ ኩነታት ዘሎ ኩነታት ማለት እዩ ሕጂ ግን ናብ ኩናት ይዘጥጥ ኣሎ ዝሓለፈ ሰሉስ ፕረዚደንት ሕቡራት መንግስታት ኣሜሪካ ዶናልድ ትራምፕ ዳግማይ መጥቃዕቲ ኣብ ልዕሊ ኢራን ክኸፍት ሓሲቡ ነይሩ ሒደት ሰዓታት ምስ ተረፎ ብሶኒ እዩ ሓሲቡ ነይሩ ብሰሉስ ከጥቅዕ ማለት እዩ ሶኒ ግን እዘን ሃገራት ወሽመጥ ከም በዓል ሕቡራት ኢማራት ዓረብ ቀጠርን ስዑዲ ዓረብን ደው ከብሎ ነቲ መጥቃዕቲ ሓቢረንኦ ማለት እዩ ንሰን ስለ ዝተማሕፀንኦ ንግዜኡ ኣደንጉየዮ ኣለኹ እዩ ዝብል ዘሎ እምበር ኣይፍጹሞን እየ ከማን ኣይበለን ንጊዜኡሲ ተዳናጉዩ ኣሎ ሕጂ ንሳተን ዘን ሃገራት ኣዕራብ እንታይ እየን ዝብላ ዘለዋ ውዕል ስምምዕሲ ክካየድ ይኽእል እዩ ክትሰማምዑ ትኽእሉ ኢኹም ዘለኩም ፍልልያትሲ ኣጽቢብኩምሲ ክትሰማምዑ ትኽእሉ ኢኹም እየን ዝብላ ዘለዋ ሕጂ እቲ ዘለዎም ፍልልያት ሓንሳእ ሓንሳእ ኣጽቢብና የብሉኻ ሓንሳእ ሓንሳእ ከዓ ከምዚ ትፈልጥዎ ዶናልድ ትራምፕ ከዓ ሎሚ ዝበሎ ፅባሕ ስለ ዘይደግሞ ከዓ ፅባሕ ከዓ ባዕባዕ ከብለኩም እየ ክድምስሰኩም እየ ይብል ማለት እዩ ሕጂ ከምኡ እዩ ዘሎ እቲ ኩነታት ሕጂ እዚ ዘሎ ኩነታት እንተርኢናዮ ሲ ናብ ኩናት ይዘጥጥ ኣሎ ማለት እዩ ኩናት ክገብሩ ድዮም ወይ ኩናት የዋፅኦም ድዩ ኢልና እንተሓቲትና ኣብዚ ግዜ እዚ ኩናት ዘዋፅእ ኮይኑ ኣይስማዓንን እዚ ናተይ ርእቶ እዩ እዚ ኩናት እዚ ንኹለን እተን ሃገራት ኣብቲ ኹናት ተሳተፋ ማለት እዩ ኣኽሲርወን እዩ ብሓቂ ክሲርወን እዩ ንኣሜሪካ ከባቢ 2 ትሽዓተን ቢልዮን ዶላር ከም ዘኽሰራ እዩ ገለ ጸብጻባት ሕብሩ ማለት እዩ ኢራን ብግዲኣ 42 ቢልዮን ዶላር ዝኸውን ክሳራ ከም ዘጓነፋ ብፍላይ ኣብ ትሕቲ ቅርፂ ናይ ኢራን ከም ተሃስየት ካልኦት ተን ሃገራት እውን ተሃስየን እየን ኩለን ተሃስየን እየን እዚ ዝወፀ ፀብፃብ ገለገለ ፀብፃባት ኣብዞም ማዕከናት ዜና ዓለም ዘውጽዎ እዩ እምበር ኩለን እተን ሃገራት ከሲረን እየን እስራኤል በል ዋላ ሕቡራት ኢማራት ዓረብ በል ኩለን ከሲረን እየን ካብዛ ኩናት ሲ ዝኸሰበ ዋላ ሓደ የለን ክሳራ እያ ነይራ እዛ ኩናት እዚኣ ማለት እዩ ሕጂ ከዓ ካልእ ኩናት እንተኸፊቱ ሲ ዝያዳ ክሳራ እዩ ክመጽእ ኢለ ኣኣምን ማለት እዩ። በዚ ዘሎ ህሉው ኩነታት እንተሪኢኻዮ ግን ናብ ኩናት ገጾም እዮም ዝኸዱ ዘለዉ። ኩናት ግን ዘዋጽኦም ኮይኑ ኣይስምዓንን እዩ። ሕጂ ናይ ዶናልድ ትራምፕ ከዓ እንታይ ኣሎ ኣይደልያ ንኸውን እዩ ዶናልድ ትራምፕ ብሓፈሻ ህዝቢ ኣሜሪካ እዚ ኩናት እዚ ኣይደልዮን እዩ። ቅድሚ ሕጂ ናይ ኣፍጋኒስታን ናይ ዒራቕ ነይሩ። ዶናልድ ትራምፕ ቀንዲ እተመርጸሉ ምኽንያት ከኣ ንኣሜሪካ ናብ ኲናት ከም ዘየእትዋ ነቶም ዝሓለፉ ምምሕዳራት ይወቕሶም ነይሩ። ስለምንታይ ናብ ዒራቕ ኬድና፣ ስለምንታይ ናብ ኣፍጋኒስታን ኬድና ገለ ኢሉሲ ይወቕሶም እዩ ነይሩ። ኣነ ናይ ሰላም ፕረዚደንት እየ እዩ ዝብል ነይሩ። ኲናትሲ ኣይደልን እየ ገለ እዩ ዝብል ነይሩ። ግን ከኣ እዛ ዅነታት እዚኣ መጽያ ማለት እዩ ስለዚ ህዝቢ ኣሜሪካ ኣይደልያን እዩ ቀዳማይ ነገር እዛ ኩናት እዚኣ ህዝቢ ኣሜሪካ ጥራሕ ዘይኮነስ ህዝቢ ዓለም ከማን ኩናት ኣይደልን እዩ ኩላህናሲ ኣይንደልያን ኢና እዛ ኩናት እዚኣ መጀመርታ መዓልቲ እታ ኩናት ክትክፈት እንከላ እንታይ ኢለ ነይረ ኣነ እዚ ኩናት እዚ ሲ ብቐጥታን ዘይቀጥታን ሲ ንኩላህና ክጸልወና ኢለ ነይረ ሓቂ ኢኻ ብቐጥታን ዘይቀጥታን ንምልእቲ ዓለም ጸልይዋ ኣሎ። ድሕሪ እዚ ኲናት ምኽፋቱ ኢራን ነቲ መጻብቦ ሆርሙዝ ምስ ዓጸወቶሲ ንኹላ ዓለም እያ ሓኒቓታ ዘላ ምኽንያቱ ዒስራ ሚኢታዊት ናይ ነዳድን ካልእን በቲ መጻብቦ እዩ ዝሓልፍ ዒስራ ሚኢታዊት ናይ ዓለም ሓደ ሕምሲት ማለት እዩ ስለዚ ኢራን ዓጽያቶ እንድያ ዘላ እዚ ከቢድ ሳዕቤን ኣለዎ ንዓለም ማለት እዩ ገለ ገለ ሰባት ንኣሜሪካ ጥራሕ መስሎም እዩ ንኣሜሪካ ግን ኣሜሪካ በዚ ኩነታት እዚ ንኣሜሪካ ከማን ኣይኮነን ቀንዲ ዝጸሉ ምክንያቱ ኣሜሪካ ካብ ሃገራት ወሽመጥ ሓሙሽተ ሚእታዊት ነዳዲ ጥራሕ እያ ተምጽእ እቲ ሱሳ ሚእታዊት ካብ ካናዳ እያ ተምጽኦ እቲ ካልእ ከዓ ካብ በዓል ሕጂ ከዓ እሞ ካብ በዓል ቬኔዙዌላ ማዱሮ የለን እዛ ደልሲ ከዓ ዳርጋ ናይ ኣሜሪካ እንታይ ፓፐት ዝብልዎ ምሻ ኣሎ ፓፐት እንታይ ኣሜሪካ ባዕላ እያ ተዘዋውራ ዘላ። ስለዚስ ደሓን እያ ኣሜሪካ ክትህሰይ ትኽእል እያ። በዚ ኩነታት እዚ ክትህሰየሉ ትኽእል ግን ብምንታይ መሲልኩም? እዚ ሆርሙዝ ንካልኦት ሃገራት ይጸልወን እዩ። ብፍላይ ሃገራት ምብራቕ ኤስያ ብሆርሙዝ ኣዝየን ክጽለዋ ይኽእላ እየን። ንሳተን ተተጸልየን ከኣ ካልእ ዓለም ከኣ ክጽለው እዩ ማለት እዩ። ቻይና ተተጸልያ ንኣብነት ሲ ቻይና ሲ ዝበዝሕ ቻይና እንድያ ብሰደዳ ካብ ዓለም ቀዳመይቲ ቻይና ተተጸልያ ካልኦት ሃገራት እውን ክጽለዋ እየን ስለዚ ኣሜሪካ እውን ክጽለያ ማለት እዩ ኣብዚ ዓዲ ንኣብነት ኣብ ብሪጣንያ እዚ ኤንኤችኤስ ዝበሃል ኣሎ ናሽናል ሄልት ሰርቪስ ዝበሃል ኣሎ ሃገራዊ ኣገልግሎት ጥዕና ዝበሃል ናይ ብሪጣንያ ማለት እዩ ኣብቲ መጀመርታ እዚ ኩናት ክኽፈት እንከሎ ሲ ገለ ብሰንኪ እዚ ሆርሙዝ ምዕፃዉ ገለ ናውቲ ሕክምናሲ ክጎድለና እዩ ገለ ኢሎም ቁርብ ኣጨኒቕዎም ነይሩ እቲ ኩነታት ሓቆም እዮም ካብ በዓል ህንዲ ካብ በዓል ካልኦት እተን ደቡባዊ ምብራቅ ኤስያ ዘለዋ ሃገራት ብብዝሒ ኣብ ብሪጣንያ ትእቱ ነይራ በዚ ናይ ሆርሙዝ ከዓ ስለዚስ ፀሊዋይ ንብሪጣንያ ከይተረፈሲ ፀሊዋይ ንካልኦት ኣብ ብሪጣንያ ስለ ዘለኹ እየ ንካልኦት ሃገራት ከዓ ጸልይወን እዩ ንኩላ ዓለም እዩ ጸልይዋ ዘሎ ኢራን ከዓ ነዚኣ ሓኒቓታ እያ ዘላ ሕጂ ካልእ ኢራን እንታይ እያ ትሓስብ ዘላ ትራምፕ ትማሊ ብዛዕባ ስለ ዝፀሓፈ ሕጂ ብዛዕባ ዝዛረብ ዘለኹ ማለት እዩ ትራምፕ ክልተ ነገር እዩ ደልዩ ዘሎ ሓደ እቲ ናይ ውዕል ስምምዕ ናይ ኒክሎሳዊ ስምምዕ ኢራን ድሕሪ ሕጂ ኒክሎሳዊ መደባታ ከተዕኑ ወይ ከዓ ኒክሎስ ኒኩለሳዊ ኣጽዋር ከይተፍሪ እቲ ኒኩለራዊ ገለገለ ኒኩለራዊ ጽዋር ትብሉ ኢኹም ኒክሌስ ኒክሌስ ተኮይኑ ኒክሎሳዊ ክኸውን ኣለዎ በቲ ቋንቋና ብቋንቋ እንግሊሽ እኮ ኒክሌር ምክንያቱ ኒክለስ ኤኣር ወሲኹም ስለ ዝሰርሕዎ ማለት እዩ ሕራይ ትራምፕ እንታይ እዩ ዝሓስብ ዘሎ እቲ ዩራኒየም እቲ ኢራን ህብቲማቶ ማዕቢላቶ ዘላ ዩራኒየም ክወሃባ ንኣሜሪካ ገለገለ ጸብጻባት ከኣ ንሩስያ ገለ ዝብሉ ኣለዉ ኣሜሪካ ግን ንዓ እትደልዮ ዘላ ሕጂ ከምቲ ዝሓለፈ ዓመት ትዝክርዋ ዶ ሓንቲ ቪድዮ ሰሪሐ ነይረ ኣሜሪካ ሲ ነቲ ናይ ኢራን መደበር ናይ መመንጨዊ ናይ ጸዓትና እዚ ናይዚ ዩራኒየም ሙሉእ ብሙሉእ ኣዕንየዮ ዝበለቶ ቅድሚ ቅድሚ እቲ ምዕናዋ ዝነበረ ኩነታት ብዛዕብኡ ሓንቲ ቪድዮ ሰሪሐ ነይረ እዛ ቪድዮ እዚኣ ተኸታተልዋ። እስራኤልን ኢራንን እዚ መጥቃዕትታት ዳርጋ ከም ቮሊቮል እንድየን ጸዋታት ዘለዋ፣ እቲኣ ትስንዱ እቲኣ ትቕበል መሊሳ ከኣ እቲኣ ትስንዱ ገለ ከምኡታት እየን ዘለዋ። ሕጂ ብዛዕብኡ ኣይኮንኩን ክዛረብ መጽየ ዘለኹ። ሕጂ ክዛረቦ ዝደልየ ዘለኹ ኣርእስቲ ብዛዕባ እዚ ኣብ ፎርዶው ዝበሃል ቦታ ኣብ ኢራን ዝርከብ ኒኩለሳዊ መደበር ኢራን ብዛዕብኡ እየ ክዛረብ መጽየ ዘለኹ። ሕጂ ከም ዝፍለጥ እስራኤል ንኒዩክለሳውያን መደበራት ኢራን ከም ትጥቅዕ ዘላ እያ ትዛረብ። ነዚ ቦታ እዚ ግና ከተጥቅዖ ኣይከኣለትን። እቲ ምኽንያት ከኣ እንታይ እዩ? ቀዳማይ እዚ ቦታ እዚ ኣብ ኣኽራናት ዝበዝሕዎ ቦታ እዩ ዝርከብ። ካልኣይ ከኣ እቲ መሀብተሚ ወይ ከኣ መመንጨዊ ዩራንየም ከ ኣበይ እዩ ዝርከብ? ኣብ ትሕቲ መሬት ቴስዓ ሜትሮ ንታሕቲ ንውሽጢ ኣብኡ እዩ ዝርከብ። ስለዚ እስራኤል ዝኾነ ቡምባ ደርብያ ኣብዚ ከተዕንዎ ኣይከኣለትን ዘላ። ስለዚ'ያ ከኣ ሓገዝ ናይ ትራምፕ ወይ ከኣ ናይ ኣሜሪካ ትሓትት ዘላ ማለት እዩ። ሕቡራት መንግስታት ኣሜሪካ እዚ GBU ፍፍቲ ሰቨን ዝበሃል ቦምባ ኣለዋ። ሕጂ እዚ ቦምባ እዚ እንታይ እዩ ንታሕቲ ሱሳ ሜትሮ ክኣቱ ይኽእል እዩ። ሱሳ ሜትሮ ኣትዩ ክዕኑ ይኽእል እዩ። ሱሳ ሜትሮ ማለት እኮ ዒስራ ደርብታት ዘለዎ ህንጻ ማለት እዩ። ክንድኡ ንውሽጢ ኣትዩ ክዕኑ ይኽእል እዩ። ሕጂ ካልእ እንታይ እዩ ምናልባሽ ሕጂ ንኣብነት ሕቡራት መንግስታት ኣሜሪካ ምስ እስራኤል ተላፊና ነዚ ቦታ እዚ እንድሕር ኣጥቂዓቶ ንበል እሞ እንድሕር ኣጥቂዓቶ እንታይ እዮም ዝብሉ ዘለዉ ሓንቲ ከማን ኣይትኣኽላን እያ ሓንቲ እንድሕር ሰዲዳ ሓንቲ እንኲላ ሱሳ ጥራሕ እዩ ክበጽሕ ዝኽእል እዚ ዩራኒየም ናይ ኢራን ካበይ ዘሎ ኣብ ቴስዓ እዩ ዘሎ ስለዚ ኣብታ ዘንኮለታ ካልእይቲ ክትደግም ኣለዋ እዮም ዝብሉ ዘለዉ ዋእ ከምዚ ኢሎም ምስጢርና ንጎርዳ እሞ ኢራን ከኣ እንድዕ መቸም ሱቕ ትብል እያ ኢለ ኣነ ይግምትን እየ መቸም የሕዝነካ ኢዚ ኩነታት ማእከላይ ምብራቅ ስምእ መሊሱ ይከፍእ ኣሎ ንኩሉ ኣብቲ ዞባ ዘሎ ህዝቢ ሰላም ፍጠረሉ። ብድሕሪኡ ከም ዝዓነወ ሙሉ ብሙሉ ከም ዝዓነወ ዶናልድ ትራምፕ መቸም ኣብ ከምዚታት እህ ናብ ቃልዕ እንዲ ዘውፅእ ቀልጢፉ ዕኒናዮ ገለ ኢሉ ነይሩ ሕጂ ከዓ እንታይ ዝብል ዘሎ ዓንዩ ስለ ዘሎ ኣብ ታሕቲ በቃ ተሓማሽሹ ስለ ዘሎ ዓንዩ ስለ ዘሎ ኣሜሪካ ጥራሕ እያ ከዓ ነዚ ቴክኖሎጂ እዚ ትውንኖን ካብኡ ከተውፅኦ ትኽእልሲ ኣሜሪካ ጥራሕ እያ ካልእ ሃገር ከምኡ ክትገብር ትኽእል የላን ስለዚ ንሕና ኣቲና ክነውፅኦ ኣለና እዩ ዝብል ዘሎ ኢራን ከኣ በዚ ኣይሰማምዑን እዮም ትማሊ እንታይ ዝብል መግለጺ ኣውጺኦም ነይሮም እዚ ሞሽታባ ኻምኒ ዝበሃል ላዕለዋይ መራሒ ኢራን ማለት እዩ ድሕሪ ኣቡኡ ነታ ሰፈር ናይ ኣቡኡ ዝተክኣ ክሳዕ ሕጂ እኮ ናብ ህዝቢ ኣይተራእየን ኣሎ ኣይተራእየን ገለገለ ተሃሪሙ ብኸቢድ ተሃሪሙ ገጹ ተሃሪሙ እግሩ ተቖሪጹ ገለመለ ዝብል ጸብጻባት ይወጽእ እዩ ክሳዕ ሕጂ ብዛዕባኡ ወላ ሓንቲ ደሃ የለን ብጽሑፍ ጥራሕ እዩ ንሱ እንታይ ኢሉ እዚ ናይ ኢራን ዩራኒየም ኣይወፅን እዩ ካብ ኢራን ኣይወፅን እዩ ኢሉ ማለት እዩ ካብ ኢራን ኣይወፅን እዩ ካልኦት ሰበስልጣን ኢራን ከዓ እንታይ ኢሎም ነይሮም እዚ ናይ ዩራኒየም ናይ ኢራንሲ ከም ቅዱስ ነገር ናትና ምሻ ኣሎ ከምዚ ፀበል ተሓስቦ ከምኡ ዓይነት እዩ ካብ ኢራን ክወፅእ ኣይክእልን እዩ ኣሜሪካ ከዓ ንዑ ከተውፅእ እያ ትደሊ ዘላ ዋላ ቅድሚ ሕጂ እታ ነፋሪት ምሽ ወዲቓ ነይራ እታ ኤፍ ዓሰርተ ሓሙሽተ ማለት እዩ ኣብ ኣብ ዳርጋ ኣብቲ ኩናት ክዛዘም እንከሎ ኣብቲ ከባቢ ኣብቲ ሽዑ ዝነበረ እዋንስ ሓንቲ ነፋሪት ወዲቓ ነይራ ሕጂ ኣሜሪካ ክደሊ ኣትያ ነይራ ምሽ ኣውፅያቶም ንክልተ ካብቶም ኣብቲ ነፋሪ ዝነበሩስ ኣውፅያቶም ኢራን ግን እንታይ ኢላ እያ ትኸስስ ንከምኡ ይኮነትን ሓሲባቶ ኣሜሪካ እቶም ኣብረርቲ ወዲቖምሉ ዝነበሩ ቦታ ካሊእ እዩ ኣሜሪካ ትደልየሉ ዝነበረት ከኣ ካልእ'ዩ። በዚኣ ኣትዮምሲ ፈሊጦም ክወስድዎ'ዮም ሓሲቦም ገለ'ያ ትብል። ካልእ ስርሒት'ዩ ነይርዋ እዛ ጉዳይ እዚኣ ገለ ኢላ'ያ ትኸስስ። ብዝኾነ እታ ቀንዲ ዘይተራዳድኦም ዘላ ምኽንያት እዛ ናይ ዩራንየም ማለት'ዩ። ኣሜሪካ ኢራን ነቲ ዩራንየም ክትባእ ትደሊ'ያ። ብሓፈሻ ከኣ እቲ ኒኩለሳዊ ነገራት ናይ ኢራን ኒኩለሳዊ መደባታ ምሉእ ብምሉእ ከተቋርጾ ኮም'ያ ትጠልብ ዘላ ኣሜሪካ። ኢራን ግን በዛ ኩነታት እዚኣ ትሰማማዕ ኣይመስለንን እዩ። ቅድሚ ሰሙን ይኸውን ዓሰርተ ኣርባዕተ ነጥብታት ዓሰርተ ኣርባዕተ እማመታት ኢላ ናብ ኣሜሪካ ሰዲዳ ነይራ። ዶናልድ ትራምፕ ምስ ረኣዮ ኣብኡ እንከለኹ እየ እንዳ ጓሓፍ ደርብየዮ እዩ ዝብል። ኣይነበብክዎን ከማን ኣብኡ እንከለኹ ደርብየዮ። ሕጂ ከመይ ኮይና ኣላ እታ ኩነታት መሲልኩም በዛ ጉዳይ እዚኣ ኣይረዳድኡን እዮም ዘለዉ በዛ ናይ ዩራኒየም በዚ ናይ ኒኩለሳዊ ፅዋር ገለመለ ብከምኡ ኣይረዳድኡን እዮም ዘለዉ ናብ ኩናት ክትምዕብል ትኽእል እያ ኢለ እግምት ክትምዕብል ትኽእል እያ ዘይክትምዕብል እውን ትኽእል እያ ምክንያቱ ናይ ኣብ ዶናልድ ትራምፕ እያ ትምርኮስ እዚኣ ከምዚ ዝበልኩኹም ዝሓለፈ ሶሉሲ ተደናዲኑ ነይሩ በቃ መጥቃዕቲ ካልኣይ ክፍንወ ኢሉ ተዳናዲኑ ነይሩ። ሕጂ እውን በቃ ንዳሎ ኢና ዘለና እዩ ዝብል ዘሎ። ሕጂ ኣሜሪካ ጥራሕ ኣይኮነትን ከዓ ትዳሎ ዘላ ኢራን እውን ድሕሪ እዚ ኩናት ድሕሪ ሸውዓተ ሚያዝያ ክልተ ሽሕን ዕስራን ሽዱሽተን ማለት እዩ ተኹሲ ደው ዝበለሉ ካብኡ ክሳዕ ሕጂ ዘሎ ልዕሊ ወርሒ ከይዱ ኣሎ። ዳግመ ውደባ እያ ተካይድ ዘላ። ዳግመ ውደባ ድዩ ዝበሃል ድሕሪ ኩናት ዳግመ ውደባ ኣፅዋራታ ትመልያ ዘላ እተን ሰብ ኣልቦ ነፈርቲ ትመልአን መሊሳ ብዙሓት ተፍሪ ከም ዘላ እዮም ፀብፃባት ዝሕብሩ ማለት እዩ ስለዚ ሲ ኩለን ይዳለዋ እየን ዘለዋ ሕጂ ተን ሃገራት ኣዕራብ ንኣሜሪካ ንዶናልድ ትራምፕ ኣይተጥቅዕ ምባለን በቲ ሓደ ወገን ሓቀን እየን ቀንዲ ዝሕመልኦ ዘለዋ ቀንዲ ዝህሰያ ዘለዋ እተን ሃገራት ኣዕራብ እየን ቀንዲ ምክንያቱ ከምቲ ሓደ እዋን እዚ ዓባስ ኣራግቺ ዝበሃል ናይ ኢራን ሚኒስትሪ ወፃኢ ጉዳይ ስንታይ ኢሉ ነይሩ ናትና ሚሳይላት ንኣሜሪካ ክበፅሑ ስለ ዘይክእሉ ክሳዕ 4,000 ኪሎ ሜትር ክኸዱ ይኽእሉ እዮም ኢሎም ካብ 2,000 ክሳዕ 4,000 ኮሚታት እዩ ናቶም ዓቐን ናብ ኣሜሪካ ክበፅሕ ኣይክእልን እዩ ናትና ሚሳይላት ኢሉ ስለዚ ኣብተን ከባቢ ኣብቲ ከባቢ ዘለዋ ሃገራት ኣብኡ መደበራት ናይ ኣሜሪካ ዘለዉ ንዓኣቶም ክንሃርሞም ኢና ንዕኦም ኢና ክንሃርሞም ንዕኦም ኢና ዒላማ ክንገብሮም ኢሉ ነይሩ ግደ ሓቂ ተመጺና ግን ኢራን ነቶም ወተሃደራውያን መዓስከራት ወይ ከዓ መደበራት ንዓኣቶም ጥራሕ ኣይኮነትን ትሃርሞም ዘላ ነተን ሃገራት እውን ብዙሕ ትሃርመን ዘላ ብፍላይ ከዓ ንኢማራት ንሕቡራት ኢማራት ዓረብ ካብ ኩለን ንዓኣ ቀንዲ ትድስቃ ዘላ ማለት እዩ ቅድሚ ገለ መዓልታት ከማንሲ ሃሪማታ ነይራ። ቅድሚ ገለ መዓልታት ከኣ ብዘን ሰብ ኣልቦ ነፈርቲ ጌራ ከኣ ሓደ መመንጫዊ ናይ ኒኩለስ መመንጫዊ ኒኩለሳዊ ጸዓት ከኣ ኣሎ ንዑ ከኣ ባራካት ድዩ ዝበሃል ንዑ ከኣ ሃሪማቶ ሕጂ ደሓን እዩ ዝኾነ ዝወረደ ዕንወት ኣብ ሰብ እኮ የለን እንዶ ግን ሃሪማቶ ነይራ ሕጂ ተን ሽዑ መዓልቲ ዝመፅኣ ነፈርቲ ተን ናይ ድሮናት ማለት እዩ ክልተ እንዴን መፅኤን ነይረን እታ ሓንቲ ዝሃረመት ማለት እዩ ካብ ዒራቅ ተበጊሰ ይበሃል ማለት እዩ። ከምኡ ካብ ዒራቕ ከም ተበገሳ እያ ሕቡራት ኢማራት ዓረብ ኣረጋጊጻ ማለት እዩ። ንዒራቕ በዛ ጉዳይ እዚኣ ንኣምባሳደር ዒራቕ ኣዘራሪባቶ ነይራ። ዒራቕ በዛ ጉዳይ እዚኣ ኣሉ ኣነ ኣይገበርኩን እያ ትብል። ሕጂ ገለገለ ጸብጻባት እንታይ ይብሉ ኣብ ዒራቕ ኢራን ትድግፎም ዕጡቓት ኣለዉ ንሳቶም እዮም ፈንዮመን ንሳቶም እዮም ወንጪፎመን ነዘን ሰብ ኣልቦ ነፈርቲ ይብሉ ማለት እዩ ናብ ናብ ሕቡራት ኢማራት ዓረብ ጥራሕ ዘይኮነሲ እንተላይ ናብ ስዑዲ ዓረብ ከይተረፈ እዮም ሰዲዶም ነይሮም ንሳቶም ዝሰደድወን እዮም ይብሉ ማለት እዩ ዒራ ከዓ ኣይገበርኩን እያ ትብል ነዚኦም ግን ከምኡ ዝገብሩ እንተለዎ ባዕለይ ሓላፍነት ክወስደሎም እየ በዓል እንታይ ክትገብር ዒራቕ እንድዒ ንዓቶም ድያ ክትሃርሞም እንታይ ነቶም ከምኡ ዝገብሩ ዘለዉ ብዝኾነ እቲ ዞባ ኣብ ሕንፍሽፍሽ እዩ ዘሎ ሕጂ ዘን ሃገራት ኣዕራብሲ ንኣሜሪካ ንዶናልድ ትራምፕ ካልኣይ መጥቃዕቲ ኣይትኽፈት ምባለንሲ ሓቀን እየን ምክንያቱ ንሳተን እየን ቀንዲ ዒላማ ክኾና ከም ዝበልኩኹም ናይ ሕቡራት ኢማራት ዓረብ ቀንዲ እሳ እንድያ ትህረም ዘላ ካብ ኩለን ማለት እዩ ኩለን ተሃሪመን እንድየን ሕልፊ ግን ንሕቡራት ኢማራት ዓረብ እያ ተሃርማ ዘላ ሕጂ ካልእ ስለምንታይ እያ ንሕቡራት ኢማራት ዓረብ ኢራን ቀንዲ ነኺሳትላ ዘላ ገለ ጸብጻባት ዝሓለፈ ሰሙን ወጺኡ ዝነበረ ጸብጻብሲ ቀዳማይ ሚኒስተር እስራኤል ቤንያሚን ናታንያሁ ናብ ሕቡራት ኢማራት ዓረብ ብሕቡእ ምስጢር ብምስጢር ማለት እዩ ከይዱ ከም ዝነበረ ኣብቲ ኲናት ምስ ፕረዚደንት ሕቡራት ኢማራት ዓረብ ከም ዝዘተየ ኣብ ሓንቲ ኣል ዓይን ትበሃል ኣብቲ ገማግም ዘላ ከተማ ኣብ ከባቢ ዑማን ዘላ ንሰዓታት ከም ዘዕለሉ ገለ ጸብጻባት ዘንበብኮ ማለት እዩ ኣብ ናይ ዜናታት ዘውፅኡ ማለት እዩ ከምኡ ንቢበ ነይረ ብድሕሪኡ ኢራን እንታይ ኢላ እዚ ሚኒስትሪ ወፃኢ ጉዳይ ጉዳያት ኢራን ዓባስ ኣራግቺ እዚ ደኣ ንፈልጥ ኔርና ኢማራትሲ ከምኡ ከም ትገብርሲ ቀደም ንፈልጥ ናትና ናይ ስለያ ስፈልጡ እዮም ስለዚ ንኢማራት ስሳ ከምኡ ምግባራሲ ዳርጋ እታ ቀንዲ ንዓና ዕላማና ኮይና ዘላሲ ብሰንኩ ይገለመለ ኢሉ በቃ እዚኣ ከዓ እንታይ ኢልዎ ብሰንኪ እዛ ጉዳይ እዚኣ ሲ ክስሕነ እያ ገለ ኢሉ ተዛሪቡ ነይሩ ኢማራት ከምኡ ስለ ዝገበረት ሳዕቤን ኣለዎ ገለ ኢሉ ተዛሪቡ ኔሩ ኢራን ከኣ ከምዚ ንሪኣ ዘለና ከኣ ሓለፋ ኩለን ከኣ ን ኢማራት እያ ከተሃርማ ዘላ እዛ ዝሓለፈ ሰሙን ግን ክልተ ግን ካብ ካብ ዒራቅ እየን መጽኤን ኔረን ተን ሰብ ኣልቦ ነፈርቲ ሕጂ ካልእ ከኣ እንታይ ይብሉ ገለ ገለ ከኣ እስራኤል ዝሰደደተን ክትከውን ትኽእል እያ ኢሎም ከኣ ኣብዞም ማሕበራውያን መራኸቢታት ንምንታይ መሲልኩም ከም ዝፍለጥ ዝሓለፈ ሰሙን እንታይ ኢለ ነይረ ዋላ ኣብዚ ብቪድዮ ክሰርሕ እንከለኹ ማለት እዩ እስራኤልሲ ኣብ ዒራቕ ምስጢራዊ ወታደራዊ መዓስከር ከም ዘለዋ ተገሊጹ። እዞም ደ ዎል ስትሪት ጆርናል ትበሃል ኣላ ማዕከን ዜና ናይ ጋዜጣ እስራኤል ኣብ ዒራቕ ኣብ ሓደ በረኻ ወታደራዊ መዓስከር ኣለዋ ዘይፍለጥ ማለት እዩ ተሰወረ ዋላ መንግስቲ ዒራቅ ዘይፈልጦ ዝነበረ ኣብኡ ወታደራዊ መዓስከር ጌራ ፍሉያት ሓይልታት ኣለዋ ኣብኡ ኩሉ ሎጂስቲክን ገለን ዘለዎም ፍሉያት ነፈርትን ዘለዎ ማለት እዩ ሕጂ ሓደ ጓሳ በቲ ከባቢ እናኸደ እንከሎ ነፈርቲ ክኸዳ ክኣትዋ ክወፃ ምስ ረኣየ ኣብዚኣ ኣብዚኣ ገለላ ማለት እዩ ንመንግስቲ ሓቢሩ ንመንግስቲ ምስ ሓበረ ሰራዊት ሰዲዶም እስራኤል ከኣ ብነፈርቲ ጌራ ሃሪማቶም ሓደ ሞይቱ ማለት እዩ ሕጂ ብድሕሪኡ ከኣ እዚ ኒውዮርክ ታይምስ ካልእ ኣቃሊዑ እዛ ጋዜጣ ኒውዮርክ ታይምስ ዒራቅ ከምኡ ካልእ ወታደራዊ ማዓስከር ከም ዘሎ ናይ እስራኤል ካልኣይ ካልኣይ ከዓ ተረኪቡ ሕጂ መንግስቲ ዒራቅ እቲ ቀዳማይ ከም ዘየገረሞ እዚ ካልኣይ እቲ ቀዳማይ እዩ ዘ- ኣገሪምና እምበር እዚ ካልኣይሲ ብዙሕ ኣየገረመናን ኢሎም ገለ ሰበስልጣን ኢራን ማለት እዩ ዒራቕ ምኽንያቱ እቲ ቀዳማይ እዩ ቀንዲ ገሪምዎም ከመይ ኢሉ ኣብ ኣብ ውሽጢ መሬቶምሲ እስራኤል ከመይ ኢላ ደኲናቶ እዚ ብፍላጥ ኣሜሪካ ኣሜሪካ ትፈልጥ እያ ካልኦት እቲ መንግስቲ ዒራቅ ግን ኣይፈልጥን እዩ ነይሩ ሕጂ እስራኤል ስለምንታይ ኣብኡ ከምኡ ጌራቶ ዝሓለፈ ዓመት እስራኤል ንኢራን ክትሃርም እንከላ ማለት እዩ ብዕለት ዓሰርተ ክልተ ሰነ ክልተ ሽሕን ዒስራን ሓሙሽተን እስራኤል ኣብ ልዕሊ ኢራን መጥቃዕቲ ምስ ከፈተት ማለት እዩ ብዙሓት ሰበ ስልጣን ኢራን ክትቀትል እንከላ ነቲ ናይ መንጨዊ ናይ ኒኩለሳዊ ፀዓት ናይ ኢራን ክትሃርም እንከላ ማለት እዩ ገለ ነፈርቲ ካብኡ ተበጊሰን ካብዚ ዒራቅ ማለት እዩ ካብቲ ስዉር ዋላ ሓደ ሰብ ዘይፈልጦ መዓስከር ደለዋ ማለት እዩ እቲ ስዉር ሕጂ ገለገለ ብቀዳማይ ሰ ኣብ ፌስቡክ ብዛዕባኡ ምስ ጸሓፍኩሲ ዋ እንድሕር ምስጢራዊ ተኾይኑ ደኣ ከመይ ጌርካ ፈሊጥካ ከመይ ኢልካ ትጽሕፍ ኣለኻ ገለ ዝበልኩም እዘን መጽሔታት እዘን ማዕከናት ዜና ንሳተን ዘቃልዑ እዩ ማለት እዩ ሕጂ ካብኡ ተበጊሳ እዚ መዓስ እያ ሰሪሓቶ ይብሉ ኣብ እወ፣ ኣብ ታሕሳስ ኣብ ከባቢ ታሕሳስ ክልተ ሽሕን ዒስራን ኣርባዕተን፣ ድሕሪ ሽዱሽተ ወርሒ ከኣ እዛ መጥቃዕቲ ጀሚራታ ማለት እዩ። ሕጂ ድሕሪ እዚ ኹናት ብዙሕ ምስጢራት እንድዩ ክወጽእ። ሕጂ እተን ሃገራት ኣዕራብ ናብእን ክምለስ፣ እተን ሃገራት ኣዕራብሲ ሓቀን እየን በቲ ሓደ ኩነ በቲ ሓደ ሸነኽሲ ኣሜሪካ ደብዳብ ክጅምር የብላን ምባለንሲ ተን ቀንዲ ዝህሰያ ተን ቀንዲ ዝህረማ ንሳተን እየን። እስራኤል እውን ስንደወላ ነይሩ እንዲ እቲ እዚ እንታይ ዝበሃል ሚሳይላት ናይ ኢራን ግን እተን ሃገራት ኣዕራብ ብፍላይ ካዛ ኢማራት ቀንዲ ናብኣ ይትኮስ ነይሩ ማለት እዩ ካብተን ሃገራት ኣዕራብ ዝበዝሕ እኮ እቲ ናቶም ስርዓተ መከላኸሊ ሚሳይላት ኣለዎም ኣዝዩ ምዕቡል ስርዓተ መከላኸሊ ሚሳይል እዩ ዘለዎም። ንብዙሓት ካብቶም ባሊስቲክ ድዮም ዋላ ክሩዝ ሚሳይላት የዕንዎ ነይሩ ማለት እዩ እቲ ናቶም ስርዓተ መከላኸሊ ሚሳይል ግን ክሳዕ መዓስ ኢኹም ኢልካ እዚ ኩናት ረይዎ ክሳዕ መዓስ ኢኹም ኢልካ ክኽየድከ ሕጂ ግን ኣብዛ ሕጂ ዝብለኩም ዘለኹ ግን እዛ ኩናት ከይትኽፈት ተፍርሕ ዘላ ሕጂ ገለ ሰበ ስልጣን እስራኤል ከ እንታይ ይብሉ ኣለዉ ኢራን እዛ ኣብ መንጎ ኣሜሪካን ኣሜሪካን ኢራንን ዘላ ዝርርብ እንድሕር ተፈሺላ ባዕላ ከተጥቅዕ ትኽእል እያ ባዕላ ክጅምራ ትኽእል እያ እዛ ኩናት ኢሎም እውን ዝሓስቡ ኣለዉ ገለ ሰበ ስልጣን እስራኤል ማለት እዩ ሕጂ ገለገለ ትራምፕ ከም ዝበልኩኹም ማለት እዩ ትራምፕ ከይከፍታ ዋላ ኣትማልሲ ኣብ ገለ ማዕከናት ዜና ይሪኦ ነይረ እቲ ክሊ ኣየር ናይ ኢራን ነፈርቲ ልክዕ ከምታ ቅድሚዛ ዕለት 28 ለካቲት ዝነበረ ገለ ነፈርቲ ምሻይ ሓልፋን እየን ዝበዝሓ ነፈርቲ እምበር ናብ ኢራን ኣይኣትዋን እየን ነይረን ኩናት ከይክፈት ኢለን ስለ ዝፈርሓ ማለት እዩ እቲ ክሊ ኣየር ኢራን ነፃ እዩ ነይሩ ወላ ሓደ ነፋሪት ብኡ ኣይትሓልፍን እያ ነይራ። ትማሊ ከኣ ከምኣ ኩነታት ከም ዘጋጠመት ከኣ ኣብ ገለ ዜና ከኣ ክርኢ ርእየ ኣለኹ ትማሊ ማለት እዩ። ሕጂ ከምኣ ተጋጢማ ዝኾነ ኩናት ክኽፈት ይኽእል እዩ ወይ ዶናልድ ትራምፕ ክኸፍታ ክእል እዩ። እስራኤል እውን ትደልያ እያ ነዛ ኩናት እስራኤል ስለምንታይ እያ ትደልያ ገና ካብ ኢራን ስግኣት ኣለኒ ስለ ትብል በዛ ኩነታት እዚኣ በንያሚን ናታንያሁን ዶናልድ ትራምፕን ከም ዘይተሳማምዑ ከም ዝተጋጨው እውን ኣብ ገለ ዜና ርኤ ኣለኹ ማለት እዩ እቲ ምክንያት ከዓ ዶናልድ ትራምፕ ሓቂ ኣይደልን ይኸውን እዩ ኢለ ግመት ኩናሲ ኣይደልን ይኸውን እዩ ከምዚ ኣቐዲመ ዝገለጽኩዎ ኣብ መጀመርታ ህዝቢ ኣሜሪካ ንዶናልድ ትራምፕ ካብቲ ቀንዲ ዘምረጾ ኩናት ዝበሃል ከምዚ ፈታዊ ሰላም እየ ናበለ ገለ ስለ ዝመፀ ማለት እዩ ኩናት ይኣኽለና እዚ ናይ ዒራቕ ዶ ናይ ኣፍጋኒስታን ዶ ካልኦት ሃገራት ዶ ገለ ኢሉ ስለ ዝመጸ ሕጂ በዚ ኩነ በዚ ጉዳይ እዚ ህዝቢ ኣሜሪካ ኣይቅበሎን ይኸውን ግን ትራምፕ ከዓ ክሳዕ ሕጂ ካብ ኢራን ዋላ ትራምፕ ኮነ ዋላ ካልኦቶም ሰበ ስልጣን ናይ ኣሜሪካ በዓል ማርኮ ሩቢዮ ድዩ ዋላ ጄዲ ቫንስ ካብ ኢራን ስግኣት ኣለና ኢሎም ስለ ዝሓስቡ እዛ ኩናት ክውልዕዋ ይኽእሉ እዮም ንኢራን ከ እንድሕር ተዘይተሰማሚዕ ክንደይ ትራምፕ ከም ዝብለኩም እዩ ትራምፕ ሎማዓንቲ ዝበሎ ፅባሕ ስለ ዘይደግሞ ሙሉእ ብሙሉእ ንትራምፕ ከተኣምኖ ይትኽእልን ኢኻ እስራኤል ግን ነዛ ጉዳይ እዚኣ ብኩናት እያ ትደልያ ማለት እዩ እስራኤል ትደልያ ኩናት እዚ ቤንያሚን ናታንያሁ ኩናት ይደልያ እዩ ክሳብ ሕጂ ስግኣት ኣለና ካብ ኢራን እያ ትብል እስራኤል። ስለዚ እዚ ስግኣት እዚ ከየዕንናዮ እንከለና እዚ ስግኣት እዚ ናብ ታሕቲ ከየውረድናዮ እንከለና ሲ እዛ ኩናት ጠጠው ክትብል የብላን ወይ ከዓ እቲ ዩራኒየም ኣብኡ ዘሎ ከይወፀሲ እዛ ኩናት ጠጠው ክትብል የብላን ዝብል መርገፂ እዩ ዘለዋ እስራኤል ስለዚ እስራኤል ነዛ ኩናት ክትከፍታ ትደልያ ግን ካብ ኣሜሪካ ቀጠልያ መብራህቲ ከዓ ትደልያ ማለት እዩ እስራኤል በዓላ እስራኤል ክትከፍት ኣይትደልን እያ ካብ ኣሜሪካ ቀጠልያ መብራህቲ ትደሊያ ግን እዳለው ኣለዉ ኩላቶም እዳለው እዮም ዘለዉ እስራኤል ትዳለ እያ ዘላ ኣሜሪካ ትዳለ እያ ዘላ ኣብቲ በን ጉሪዮን እቲ ማዕርፎ ነፈርቲ ናይ ኣሜሪካ ናይ እስራኤል ገለ ነፈርቲ ካብ ጀርመን ናብ ናብ እስራኤል ከም ዝመፃ ናይ ወታደራውያን ነፈርቲ ናይ ኣሜሪካ ማለት እዩ መቸም ኩላቶምሲ ይዳለዉ ኣለዉ ይዳለዉ ኣለዉ መወዳእታ እንድሕር ተተዳልዮም ከዓ ነታ ኩናት ክኣትዋ እዮም የሕዝነካ ኩናት ፅቡቅ ኣይኮነን ኩናት ንዋላ ሓደ ኣይጠቅምን ግን እቲ ዘሎ እዚ ቀንዲ ብዚ ዘምፆ ዘለኹ እቲ ዘሎ ህሉ ኩነታት ክሕብረኩም ብምባል እየ ዝበዝሕ ካብ ማዕከናት ዜና ዘንበብክዎ ገለ እየ ዝዛረቦ ዘለኹ እዚ ከም ዜና ከይመስለኩም ወይ ከም ጸብጻብ ከይመስለኩም እቲ ዘንበብክዎሲ ብዛዕባ እየም ዘካፍለኩም ዘለኹ ማለት እዩ ስለዚ እዛ ኩናት ክትውላዕ ትኸውን እያ ኢለ እግምት በዚ ዘሎ ኩነታት ርኢኻ ማለት እዩ ተስፋ ገብር ብሰላም ክፈትሕዋ ነፅብብ ኣለና ብሉ ኣለዉ እቲ ዘለና ፍልልያት ነፅብቦ ኣለና ኢሎም ኣብ መወዳእታ ክሰማምዑ ወይ ከዓ ከምቲ ሃገራት ኣዕራብ ኢለንኦ ዘለዋ ክትሰማምዑ ትኽእሉ ኢኹም ኢለን እየን ኣትሪፈንኦ እምበር ብሰሉሲ ክኸፍታ እየ ሓሲቡ ነይሩ ትራምፕ ማለት እዩ ወዲኤ ከፍታ እየ ገሊሉ ነይሩ ሓንሳእ ሕጂ ሃገራት ኣዕራብ ከዓ መንጎ መንጎኛ ኮና ኣለዋ ፓኪስታን ብዓብኡ እውን መንጎኛ ኮይና ነይራ ፓኪስታን እያ ትሪፋታታ ናይ ዕለት ሸሞንተ ትራምፕ ሓሲብዋ ነበረ ሙሉእ ስልጣን ከዓኒ ኢዶ ክመውት ኢዶ ገለ ኢልዋ ዝነበረ ዕለት ሸሞንተ ሚያዝያ ፓኪስታን ጣልቃ ምስ ኣተወት ቀዳማይ ሚኒስተር ፓኪስታን ጣልቃ ኣትዩ ነታ ኩነታት ኣዝሒልዋ ማለት እዩ ከማያ ዘላ ፓኪስታን ናይ ገይራቶ ወይ ትራምፕ ዲ ባዕሉ ከምኡ እዩ ደልዩ እንድዒ ግን ከማያ ኣብታ ዘንበብናያስ ከማያ ነይራ ሕራይ ሕጂ እዛ ዘላ ኩነታት ናይ ማእከላይ ምብራቅ ከምዚያ ትመስል ተስፋ ገብር ኣብ መወዳእታ ብፅቡቅ ክትፍታሕ ብኩናት ዘይኮነሲ ብሰላም ክትፍታሕ ተስፋ ገብር ምክንያቱ ኩናት ንኩሉ እዩ ዝሃሲ ንዑ ነቲ ዞባ ጥራሕ ዘይኮነሲ ንብዘሎ ዓለም እዩ ዝሃሲ። ኩናት ተተባሂሉ ንኹላ ዓለም እየ ትሃሲ ንኹሉ ንክንደይ ነገራት እዩ ዝሃሲ ዋላ ቀለልቲ ዝመስሉኻ ነገራት እዩ ዝሃሲ ናይ ነዳዲ ናይ ገለ ጥራሕ ዘይኮነሲ ካብቲ ዝሕጉሰ ካብዚ ናይ ብሪጣንያ እዚ ቀዳማይ ሚኒስተር ናይ ብሪጣንያ ኣብዛ ጉዳይ ብ ማለት ብቐጥታ ይኣቱኒ ኢሉ እዩ ምሽ ብቐጥታ ይኣቱኒ እዩ ሕጂ ናቱ እዚ ቀዳማይ ሚኒስተርና እንተ ኣሽሙ እንዲ ኮይኑ ነይሩ ተቐባልነቱ ባይታ እንዲ ዘጢጡ ነይሩ ሕጂ እውን ተቐባልነቱ ደሓን እዩ ባይታ እንዲ ዘጢጡ ዘሎ በዛ ኩነታት እዚኣ ግን ናብዛ ኩናት ኣይፅምበርን እየ ስለ ዝበለ ቁሩብ ሓፍ ኢሉ ናቱ ተቐባልነት ከማን እዚ ኩናት እዚ ካሃሴና ኢሉ ዋላ ብሪጣንያ ሲ ክትርእይዎ ኢኹም ብእተፈላለየ ሸነኻት ዝኸሃሰየና እዩ። ኣብኡ ኣብቲ ማእከላይ ምብራቕ ተፈጸመ፣ ናብ ኤውሮጳ ክሃሲ ይኽእል እዩ፣ ንኻልእ ዓለም እውን ክሃሲ ይኽእል እዩ። ስለዚ እዚ ኩናት ጥዑም ኣይኮነን። ሕራይ ናብታ ካልኣይቲ ዛዕባ ክኸይድ ብዛዕባ እዚ ናይ ካናዳ ናይ ረፈረንደም እዛ ኣልበርታ ትበሃል ዞባ ካብ ካናዳ ክትፍለ ሰለስተ ሚእቲ ሽሕ ዝቐውም ፌርማታት ፔቲሽን መፅዩ እዛ ዳንኤል ዳንኤል ስሚስ ትበሃል ናቱ ኣመሓዳሪት ናይ ኣልበርታ ፕሪሚየም ፕሪሚየር ከም ቀዳማይ ሚኒስተር ኣልበርታ ዶ ንበላ ንሳ ትማሊ እቲ ረፈረንደም ከም ዝካየድ ሓቢራ ኣላ። እቲ ረፈረንደም ኣብ 19 መስከረም 2026 እዩ ክካየድ። ክትፍንጨል ድያ ወይ ከዓ ኣብ ካናዳ ክትፀንሕ ድያ እዛ ኣልበርታ ትበሃል ዞባ ማለት እዩ ብነዳዲ ሃብታም ዝኾነ ዞባ ካብ ካናዳ ሲ ክወፅኤ ትብላላ ትወፅእ ኮይኑ ኮ ይስማዓካን እዩ ኣይመስለንን ዝበዝሕ ህዝቢ ምስ ካናዳ ክቕጽል እዩ ዝደሊ ግን ኣለዉ ከኣ ንውጻእ ዝብሉ ኣለዉ ንባዕላ እታ ኣመሓዳሪሲ ምስ ካናዳ ክትቅጽል እያ ትደሊ ግን ክፍትንዋ እዮም ኣብ ወርሒ መስከረም ክፍትንዋ እዮም ቅድሚ ሕጂ እዛ ኩበክ ትበሃል እዛ ዓብየት ዞባ ናይ ካናዳ ፈቲና ነይራ ካብ ካናዳ ክትወፅእ እቶም ተዛረብቲ ቋንቋ ፈረንሳይ እዮም ሕጂ ዋላ ብባህሊ ድዩ ብቋንቋ ድዩ ካብቲ ካናዳ ካብቲ ካልእ ካናዳ ፍለዩ እንዲዮም ቋንቋ ፈረንሳ እዮም ዝዛረቡ እሶም ፍረንች እዮም ዝዛረቡ ኣብ ሽሕን ትሽዓተ ሚእትን ቲስዓን ሓሙሽተን ፈቲኖም ነይሮም ሓምሳ ነጥቢ ትሽዓተ ተቃዊሞማ ኖ ምስ ካናዳ ክንጸንሕ ኣለና ኣይፋል ንምንጻል ኣይፋል ካብ ካናዳ ምውጻእ ዝብል ሓምሳ ነጥቢ ትሽዓተ እቲ ዝተረፈ ከዓ ተርባዕን ሸዓተን ነጥቢ ሓደ ድዩ ዝኾን ዘሎ እሱ ከዓ ምስ ካናዳ ንቐጽል ኢሎም ማለት እዩ ምስ ካናዳ እባ ንውፃእ እቲኦም ንቐፅል ኢሎም እቲኦም ከዓ ንውፃእ ኢሎም ስለዚ በዛ ጉዳይ እዚኣ ኣይተኻየደትን ወይ ኣይወፀትን ካብ ካናዳ ኣይወፀትን ክሳብ ሕጂ ኣብ ካናዳ ኣላ ብቋንቋን ብካልእ ግን ቅሩብ ፍልይ ይብሉ እዮም ካናዳ እኮ ክልተ ወግዓውያን ቋንቋታት እንዲ ዘለዋ ፈረንሳን ቋንቋ እንግሊዝን ማለት እዩ ቋንቋ ፈረንሳን ቋንቋ እንግሊዝን ወግዓውያን ቋንቋታት ናይ ካናዳ እዮም እዚኣ ኣልበርታ እውን ኣይመስለንን ኣብ በይና ኮይና ገለ ኣይመስለንን በይና ንዓይ ኣይመስለንን ትወፅ ኮይኑ ይስማዓንን እዩ ወላ ሰለስተ ሚእቲ ሽሕ ፈሪሞም ኣለዎ ኣርባዕተ ሚእቲ ሽሕ ከዓ ኣይፋል ኢሎም ከዓ ፈሪሞም ኣለዉ ስለዚ ኣይመስለንን ኣብዚ ብሪጣንያ እውን ስኮትላንድ ብዙሕ ግዜ ክትወጽእ ትደሊ'ያ፣ ኣብ ክልተ ሽሕን ዓሰርተ ኣርባዕተን ምርጫ ተኻይዱ ነይሩ፣ ኣይወጸትን፣ ኣይወጸትን፣ ክትፍንጨል ኢላ ሓሲባ ነይራ፣ ኣይወጸትን፣ ድሕሪ ድሕሪኡ ግን ኣብ ክልተ ሽሕን ዓሰርተ ሽዱሽተን ግን ኣብዚ ብሬግዚት ምስ ኮነ ብሪጣንያ ካብ ኤውሮጳዊ ሕብረት ክትወጽእ ረፈረንደም ምስ ተኻየደ ብሪጣንያ ወጽያ ዳርጋ ሓምሳን ክልተን ሓምሳን ሓደ ነጥቢ ትሽዓተ ሓምሳን ክልተን ሚእታዊት ንበሎ ህዝቢ ብሪጣንያ ንውፃእ ኢሉ ካብ ኤውሮጳዊ ሕብረት ስለዚ ብሪጣንያ ካብ ኤውሮጳዊ ሕብረት ወፅያ ሕጂ ናይ ስኮትላንድ ስሳን ክልተን ሚእታዊት ካብ ናይ ስኮትላንድ ግን ምስ ኤውሮጳ ይሕሸና ኣብኡ ንፅናሕ ዝብል እዩ ነይሩ እቲ ሪሜይን ዝብልዎ ኣብኡ ንፅናሕ እቲ ብሬግዚት ዘይኮነ እቲ ሪሜይን ኣብኡ ንፅናሕ ዝብል ሰብ እዩ ነይሩ ስሳን ክልተን ሚእታዊት ስለዚሲ ስኮትላንድ ክትወጽእ ኣይደለትን ኣይደለየትን ነይራ ካብቲ ኤሮፓዊ ሕብረት ብድሕሪኡ እዛ ኒኮላ ስተርጀን እያ ነይራ ናይ ናይ ስኮትላንድ ኣቀዳመይቲ ሚኒስተር ዝነበረት ናይ ስኮትላንድ ንኤሮጳዊ ሕብረት በጃኻትኩም ንዓና ተቆበሉና ንሕና ኣይኮናን ብሪጣንያ እያ ክትወፅእ ደልያ ኢሎ ንዕና ግን ኣውፅንሑና ገለ ኢላቶም ነራ ከምኡ ግን ኣይከውን ስኮትላንድ ኣብ ትሕቲ ብሪጣንያ ኣብቲ ዩናይትድ ኪንግደም እንታይና ሕብርቲ ንግስነት ግን ንሓ ብሪጣንያ ኢና ንብል ኣብ ትሕቲ ብሪጣንያ እያ ዘላ ስለዚ ክትፅምበር ተኮይና ምስ ብሪጣንያ ኮይና እያ ክትፅምበር ትኽእል ወይ ከዓ ክትወፅእ ተኮይና ከዓ ምስ ብሪጣንያ ክትወፅእ እያ ማለት እዩ ግድን ስለዚ በዛ ጉዳይ እዚኣ ኣይ ኣይፈተውን ናይ ስኮትላንድ ኣይፈተውን ብጣዕሚ እዩ ሕማቅ ተሰሚዕዎም ምክንያቱ ኣብኡ ክፀንሑ እዮም መሪፆም ነይሮም ዝበዝሕ ኣብ ኢንግላንድ እዩ ንውጻእ ኮይኑ ማለት እዩ ብዛዕባ ምውጻእ ሲ ኢንግላንድ እያ ዝበዝሕ ምውጻእ ኢላ ኣድሚጻ ሕጂ እኮ ሕጂ ተትካየድ ነይሩ እኮ ይመስለኒ ሕጂ ካልኣይ ግዜ ተትካየድ እዚ ብሬግዚት ሰብ ናብ ኤሮጳ ክጽንበር ምደለየ ነይሩ ኢለ ኣምን ኣነ ከምኡ ኢለ ግምት ብዝኾነ ስኮትላንድ እውን ከምኡ ትሓስብ እያ ክትወፅእ ትሓስብ እያ ካብዚ ብሪጣንያ ቅድሚ ሕጂ ተፈቲኑ ነይሩ ብ 214 ኣይሰለጠን ሕጂ እውን ትሓስብ እያ ግን ኣይመስለንን እዛ ናይ ካናዳ ከዓ ከምዚኣ ኮይና ማለት እዩ ክቡራት ተኸታተልተይ ንሎሚ ዝበልክዎ መደብ ነዚ ይመስል ነይሩ የቐኔለይ